ግብረ ሃዋርያት ምዕራፍ ክልተ መንፈስ ቅዱስ ኣባታቶም ወሪዱ እንታይ ኮይኖም ሓይሊ ተቐቢሎም ማለት እዩ እዚ ደጋጊሞም ደጋጊሞም ኦኬ ግብረ ሃዋርያት ምዕራፍ ክልተ መንፈስ ቅዱስ ወሪድዎም ራይት መንፈስ ቅዱስ መሊእዎም መንፈስ ቅዱስ ኣብ ልዕሊኦም ወሪዱ ኩላቶም ተገሪሞም ገለመለ ተኣምራት ኮይኑ ብልሳን ጸልዮም ገለ ብድሕሪኡ ኸ ምዕራፍ ኣርባዕተ ራእዩ ግብረ ሃዋርያት ምዕራፍ ኣርባዕተ ማለት እዩ ፍቕዲ ሸሞንተ ራእዩ ኣብ ማእከል ዶ ኣቢሎም በየናይ ሓይሊ ወይስ በየናይ ስም ኢኹም እዚ ትገብርዎ ዘለኹም ኢሎም ሓተትዎ ተኣምራት ምስ ገበሩ ማለት እዩ ሃዋርያት ሸ ጴጥሮስ መንፈስ ቅዱስ መልኦ እሞ ጴጥሮስ እንታይ ገይሩ መንፈስ ቅዱስ መልኦ እሞ ኦኬ ጴጥሮስ ኣብ ዮሃንስ ወንጌል ምዕራፍ ዕስራ መንፈስ ቅዱስ ተቐቢሉ ኣብ ግብረ ሃዋርያት ምዕራፍ ሓደ መንፈስ ቅዱስ ናባኻ ምስ ዝወርድ ሓይሊ ክትቀበል ኢኻ ተባሂሉ። ግብረ ሃዋርያት ምዕራፍ ክልተ መንፈስ ቅዱስ ኣብ ልዕሊኡ ወሪዱ። ግብረ ሃዋርያት ምዕራፍ ኣርባዕተ ከዓ መንፈስ ቅዱስ መለኦ ይብለና ኣሎ እንደገና። ግብረ ሃዋርያት ምዕራፍ ኣርባዕተ ፍቕዲ ሸሞንተ ጴጥሮስ መንፈስ ቅዱስ መለኦ በሎም ኣቱም መኳንንትን ህዝብን መንፈስ ቅዱስ መሊእዎ እንታይ ይገብር ኣሎ? ይዛረብ ኣሎ ማለት እዩ ግብረ ሃዋርያት ምዕራፍ 4 30 ሓደን ከዓ እንታይ ይገብር መሲልኩም ምስ ኣፈራርህዎም ገለመለ ከዓ መሊሶም ከዓ ሕጂ ድማ ጎይታ ናብ ምፍርሆም ረአ ኢሎም መሊሶም በዓል ጴጥሮስ ማለት እዩ ብስም እቲ ቅዱስ ወድኻ የሱስ ምሕዋይ ሕሙማትን ትእምርትን ተኣምራትን ክኸውን ኢድካ ዘርግሕ ንባሮትካ ድማ ብኩሉ ትብዓት ቃል ክዛረቡ ሃቦም ኢሎም ጸለዩ ምስ ለመኑ ከዓ እታ ተኣኪቦምላ ዘለዉ ስፍራ ተናወፀት ኩላቶም ከዓ መንፈስ ቅዱስ መልኡ ስለዚ መንፈስ ምምላእ ዝበሃል ኩሉ ግዜ እዩ ማለት እዩ ሰብ ኣየድልየካን እዩ መንፈስ ንክትምላእ ማለት እዩ ትፅሊ ትምላእ ኣብዚ መን ደመሊእዎም ምስ ለመኑ ይብል ኣሎ እታ ተኣኪቦምላ ዘበላት ስፍራ ተናፁ ኩላቶም ከዓ መንፈስ ቅዱስ መልኡ ገለገለ ሰባት መንፈስ ቅዱስ ዝዕድል ተትኾ ኣብዚ መን ይዓዲሎም ኣብዚ ጴጥሮስ ንባዕሉ ምስቶም ዝምሉ እዩ ብዚ ጴጥሮስ ንባዕሉ ብዚ ምስቶም ዝምላ እዩ ጴጥሮስ መመሊሱ ጴጥሮስ መንፈስ ቅዱስ መልኦ ንመን መን እዩ ንጴጥሮስ መንፈስ ቅዱስ ዝመልኦ ዘሎ ብዚ ብሩኻት ንጴጥሮስ ዝመልኦ ዘሎ ብዚ መን እዩ ንሃዋርያት ኣብ ዝመልኦም ዘሎ መን እዩ መንፈስ ቅዱስ መን እዩ ዝመልኦም ዘሎ ኣምላኽ እዩ ዝመልእ መንፈስ ቅዱስ ትፅሊ መልኣካ ተወዲኡ ናይ ግድን እኮ ኣይኮነን ሰብ የድልየካ ኣምላኽ እኮ ኦምኒ ፕረዚደንት እኳ እዩ መንፈስ ዝመልእ ሰብ ዝበሃል የለን ማለት ዛስ ናንሰንስ ኣምላኽ ሰብ ክጥቀም ይኽእል እዩ ኦፍኮርስ እቲ ሰብ ግን መላእ መንፈስ ቅዱስ ኣይኮነን ኣምላኽ ግን ብሰብ ክሰርሕ ይኽእል እዩ ብዘይ ሰብ እውን ክመልእካ ይኽእል እዩ ብመዝሙር ክመልእካ ይኽእል እንዳተቐንኻ በይንኻ ክመልእካ ይኽእል ኣምላኽ መላእ እዩ ክጥቀም ከሎ ግን ዝተፈላለየ ቱል ክጥቀም ይኽእል እዩ ማለት እዩ። ዝተፈላለየ ቦታ ክጥቀም ይኽእል እዩ እምበር ክስቶ ክስቶ ዝበሃሉ ሰባት ኣለዉ መንፈስ ቅዱስ መላእቲ ዝበሃል እዚ ጌጋ እዩ ማለት እዩ። ገለገለ ሰብ መንፈስ ቅዱስ ክምላእ ኢሉ ፕሌን ትኬት ቆሪፁ ዝኸይድ ሰብ ኣሎ ማለት ኣምላኽ ርሑቕ ድዩ ካባና ርሑቕ ገይሮም ስለ ዝስእሉና እኳ እዩ ርሑቕ ድዩ ካባኹም እግዚኣብሔር ፕራይዝ ጋድ ሮሜ ዓሰርተ ሃሌሉያ ከምዚ ይብል ማለት እዩ እቲ ካብ እምነት ዝመፅእ ፅድቂ ግና ከምዚ ይብል ብልብኻ መን ናብ ሰማይ ክድይብ እዩ ኣይትበል ኢሉ ኣይተርሕቆ እዚ ማለት ንክርስቶስ ከውርዶ ወይስ ንመዓሙቕ መን ክወርድ እዩ እዚ ማለት ንክርስቶስ ካብ ሙታት ከውፅኦ እንታይ ደኣ ይብል እቲ ቃል ኣብ ኣፍካን ኣብ ልብኻን ጥቓኻን እዩ ሃሌሉያ እቲ መንፈስ ክመልኣካ ዝኽእል ቃል ኣብ ልብኻን ኣብ ኣፍካን እንታይ እዩ ጥቓኻ እዩ እዚ ማለት እቲ ንሕና እንሰብኮ ቃል እምነት እዩ ኢሉ ማለት እዩ ናይ እምነት ቃል ናይ እምነት ቃል ኣብ ዘለዎ መንፈስ ኣሎ ኢየሱስ ክርስቶስ ጎይታ እዩ ምክንያቱ እዚ ቃል እዚ እዛ ኣነ ዝነግረኩም ቃል ኢሉ የሱስ ህይወት እዩ መንፈስ እዩ ከዓ ኢሉ ማለት እዩ ናይ እግዚኣብሔር ቃል ቃል ጥራይ ኣይኮነን መንፈስ ኣለዎ ልክዕ እናንበብካዮ ከለካ ሃሌሉያ ናባኻ መንፈስ ኣለዎ ትም ሰባት ጥቃኻ ኢልካ ትኬት ኣይትቁረፅ ኣኖይንትድ ፒፕል ዳበልካ ንባዕልኻ ኣኖይንትድ ኢኻ ቅብኣት ተደሊኻ ቅቡእ ዝኾነ ቃል ኣሎ ኣዝዩ ዝጸንዐ ማለት እዩ ኣነ ማለት ሰብ ኣይትኸዱ ኮንኩን ዝብለኩም ዘለኹ ግን መንፈስ መላእቲ ዝበሃሉ ሰባት የለውን መንፈስ ቅዱስ ተዘይረድእዎ መላሓንቲ ክገብሩ ካይክእሉን እዮም መንፈስ ቅዱስ እንተይልዎም ክገብሩ ይኽእሉ እዮም ኢድ ከም ብሩልካ ይኽእሉ መንፈስ ቅዱስ መንፈስ ቅዱስ ተዘይልዎም ዋላ ኢዳን ቢሮምልካ ዝኸውን ነገር የለን መንፈስ ቅዱስ ኣብ ልዕሌኻ ንክመፅእ ከዓ ናይ ግድን ሰማይ የድልየን እዩ ቀረባኻ እዩ እንታይ ዳ ይብል እቲ ቃል ኣብ ኣፍካን ኣብ ልብኻን ጥቓኻ እዩ ኢሉ ማለት እዩ እዚ ማለት እቲ ንሕና እንሰብኮ ኢሉ ቃል እምነት እዩ ኢሉ ማለት እዩ ጴጥሮስ ግብረ ሃዋርያት ምዕራፍ ዓሰርተ ራእዩ እንታይ ከም ዝኾነ ኣብ ግብረ ሃዋርያት ምዕራፍ ዓሰርተ ጴጥሮስ እንዳ ቀርኔሌዎስ ኣትዩ እንዳ ኣህዛብ ማለት እዩ እንታይ ኢሉ ማለት ብዛዕባ የሱስ በዓል ናዝሬት ኣምላኽ ብመንፈስ ቅዱስን ብሓይልን ከም ዝቐብኦ ኣምላኽ ምስኡ ስለ ዝኾነ እናዞረ ጽቡቕ ከም ዝገበረ ነቶም ሰይጣን ሰዓሮም ከዓ ከም ዘሕወ ኣብ ኩላትኩም ንስኻትኩም ትፈልጡ ኢኹም ነቲ ኣብ ሃገር ይሁዳን ኣብ የሩሳሌም ዝገበሩ ኩሉ ንሕና ምስክር ኢና ንኡ ኣብ ዕንፀቲ ሰቒሎም ቀተልዎ ንኡ ኣምላኽ ብሳልሰይቲ መዓልቲ ኣተንስኦ ክገሃድ ከዓ ሃቦ ንዓና ምስክር ምእንቲ ክንከውን ኣምላኽ ቅድም ዝሓረየና ንኣና ድሕሪ ካብ ምውታት ምትስኡ ምስኡ ዝበላዕናን ዝሰተናን እምበር ንኻልእ ህዝብስ ኣይተጋህደን። ኣምላኽ ንህያዋንን ንሙታትን ፈራዲ ክኸውን ዝመደቦ ንሱ ምዃኑ ንህዝቢ ክንሰብኽን ክንምስክርን ኣዘዘና። ብኡ ዝኣምኑ ዘበሉ ብስሙ ሕድገት ሓጢኣት ከም ዝረኽቡ ኩሎም ነቢያት ይምስክሩ ኣለዉ። ሃሌሉያ! ጴጥሮስ ገና እዚ ቃል እዚ ክዛረብ ከሎ ዋው መንፈስ ቅዱስ ኣብቶም እቲ ቃልቲ ዝሰምዕዎ ኩላቶም መንፈስ ቅዱስ ወረደ ኣመን ኣብቶም ነዚ ቃል እዚ ዝሰምዕዎ ኩላቶም መንፈስ ቅዱስ ትመላእ ደሊኻ እቲ ቃል ዝሰብክዎ ሰባት ድለ ወይ ከዓ እቲ ቃል ኣብ ኢድካ ኣብ ኢድካ ኣብ ልብኻ ኣብ ኣፍካ ቀረባኻ እዩ ተባሂልካ ኣለኻ ማለት እዩ ስለዚ ጴጥሮስ እኮ ካልእ ኣይኮነን ሰብኽ ዘሎ ጎይታ ኢየሱስ ክርስቶስ ኣብ መስቀል ሞይቱ እዩ ጎይታ ኢየሱስ ክርስቶስ ኣምላኽ ብሓይልን ብመንፈስ ቅዱስን ቀቢእዎ እዩ እናዞረ ከዓ ፅቡቕ ገይሩ እዩ ነቶም ሰይጣን ሰዓሮም ከዓ ይሕውዎም እዩ ብኡ ዝኣምን ዘበለ ብስሙ ሕድገት ሓጢኣት ከም ዝረክብ ነቢያት ኩሎም ይሰማምዑ እዮም እናለ ክሰብኽ ከሎ ኣብቶም ናብ ጴጥሮስ ዝለገቡ ኣይኮነን ዝብል እቲ ቃል ማለት እዩ ኣብቶም ነቲ ቃል ዝሰምዕዎ ኩላቶም መንፈስ ቅዱስ ወረደ ያ ሃሌሉያ ኢዳ የንበረ ወላ ገለ ገበረ ማለት እዩ ሳይሞንቴዎስሊ ኮይኑ እዚ ጉዳይ ማለት እዩ ከኣምኑን ብመንፈስ ክሕተሙን መንፈስ ኣብ ልዕሊኦም ክወርድን ዘሰይም እቶም ካብ ወገን ግዝረት ዝኾኑ ምስኡ ጴጥሮስ ዝመፁ ኣመንቲ ብቋንቋታት ክዛረቡን ንኣምላኽ ከመስግኑን ሰምዕዎም እንዳ ቀርኔሌዎስ ሪቫይቫል ኣትዩ ማለት እዩ ብሓንሳእ ኮይኑ ኩሉ ማለት እዩ ከም ናይ ሰማርያ ኣይኮነን ሰማርያ መጀመርያ ጎይታ ተቐቢሎም ብመንፈስ ቅዱስ ተሓቲሞም ደሓር ምስ ጸለዩሎም ከዓ ሓይሊ ተቐቢሎም ብቋንቋታት ዜሮም ተነብዮም ጸልዮም እዚኣቶም ግን ብሓንሳእ እዩ ኮይኑ ማለት እዩ ስለዚ እቲ ቅፅበት ብሓንሳእ ክኸውን ይኽእል እዩ ኣብ በበይኑ እዋን ከዓ ክኸውን ይኽእል እዩ ማለት እዩ ስለዚ እዞም ሰባት እዚኣቶም ኣብዚ ብቋንቋታት ፀልዮም ተመሊኦም ማለት ወዲኦም ማለት ኣይኮነ ቀፃሊ ኢኻ ብመንፈስ ትምላእ ብመንፈስ ትምላእ ማለት ግን መንፈስ ቅዱስ የብልካን ማለት እዩ ኣይኮነ መንፈስ ቅዱስ ንክትምላእ ከዓ ሰብ የድልየካ እዩ ዝብል ሓሳብ የለን ማለት እዩ ፍሉያት ስፔሻል ዝበሃሉ ሰባት ኣለዉ እንታይ ዝገብሩ መንፈስ ቅዱስ ዝመልኡ ማለት እዩ ከምኡ ዝበሃል ነገር የለን ክትበልዓ ዝደለካ ዛግራ ስታይ ኣባ ጉንባሕሲ ዛግራ በላድ እዩ ዝበሃል ስለዚ ቀፃሊ መንፈስ ቅዱስ ይመልኦም ነይሩ እዩ ሃዋርያት ማለት እዩ ኦኬ ግብሪ ሃዋርያት ምዕራፍ ሸውዓተ ራእዩ እስጢፋኖስ ወንጌል ምስ ሰብኾም ነቶም ኣይሁድ ንሱ ግና ይብል መንፈስ ቅዱስ መልኦ ይብል ማለት እዩ መን እስጢፋኖስ እንታይ መንፈስ ቅዱስ መልኦ ድሕሪ እቲ ስብከት እዩ መንፈስ ቅዱስ መሊእዎ ናብ ሰማይ ኣንቃዕሪሩ ከዓ ክብሪ ኣምላኽ የሱስን ኣብ የማን ኣምላኽ ደው ኢሉ ረኣየ ኖ ሰማይ ተኸፊቱ ወዲ ሰብ ድማ ኣብ የማን ኣምላኽ ደው ኢሉ ርእርለኹ በለ ሸዓዊ ኢሎም ጨደሮ ኣእዛኖም ደፊኖም ድማ ሓቢሮም ብሓንሳእ ወረርዎ ናብ ወፃኢ ከተማ ወሲዶም ካብ ዳርባ እምኒ ቀተልዎ ይብል ማለት እዩ ስለዚ እስጢፋኖስ ኣብዚ ሰቢኹ ሰቢኹ ሰቢኹ መንፈስ መሊእዎ ሽዑ ማለት እዩ መንፈስ ቅዱስ ምስ መለኦ ከዓ ወዲ ኣምላኽ ርኢ ኣለኹ ኢልዎም ክስታይ ገይሮሞ ማለት እዩ እስጢፋኖስ ኣብዚ መንፈስ ቅዱስ መሊእዎ ይብል ኣብዚ ጥራይ ድ መንፈስ ቅዱስ መሊእዎ ኖ ግብረ ሃዋርያት ምዕራፍ ሽዱሽተ እውን መንፈስ ቅዱስ መሊእዎ ነይሩ ማለት እዩ ግብረ ሃዋርያት ምዕራፍ ሽዱሽተ ራእዎም ፍቕዲ ሸሞንተ ራእይዎ እስጢፋኖስ ድማ ጸጋን ሓይልን መሊእዎ ነበረ እሞ ይብል ኣብ ማእከል እቲ ህዝቢ ዓበይቲ ተኣምራትን ትእምርትን ይገብር ነበረ እስጢፋኖስ ኣብዚ ከዓ ጸጋን ሓይልን መሊእዎ ነበረ ይብል ሓይሊ ዱናሚስ መሊእዎ ነበረ ይብለና ኣብ ማእከል እቲ ህዝቢ ከዓ ዓበይቲ ትእምርትን ተኣምራትን ይገብር ነበረ እዚ ሕጂ ንድሕነት ዝኸውን ኣይኮን ማለት እዩ መንፈስ ምምላእ ማለት ብዛዕባ ሓይሊ እዩ ማለት እዩ ተኣምራት ንምግባር ድንቂ ንምግባር ሕማት ንምፍዋስ መንፈስ ክመላእካ ኣለዎ ማለት እዩ እዚ ከዓ ቀፃሊ እዩ ብሂወትካ ዝኾን ማለት እዩ ስጋዕ ናብ ጎይታ ንኸውን ቀፃሊ ኢና ብመንፈስ ንምላእ ማለት እዩ ሲኒያ ረቢ በን እንትኾነ እዚ ማለት ግን መንፈስ ቅዱስ ኣብ ውሽጥና የብልናን ግን ማለት ኣይኮነን ማለት እዩ መንፈስ ቅዱስ ኣብ ውሽጥና ድህሉ ጎይታ ኢየሱስ ክርስቶስ ምስ ተቐበልና እዩ ማለት እዩ ብመንፈስ ቅዱስ ምምላእ ግን ዝተፈላለየ ዓይነት ሲናሪዮ ኣለዎ ማለት እዩ ኣብ ዝተፈላለየ ግዜ ከዓ ክንምላእ ንኽእል ኢና ኦኬ ግብረ ሃዋርያት ምዕራፍ ትሽዓተ ራዩ ግብረ ሃዋርያት ትሽዓተ ዓሰርተ ሸውዓተ ብዛዕባ ጳውሎስ ክዛረብ ከሎ ሽዑ ሃናንያ ከደ እሞ ናብ ቤት ኣተወ ኢዱ ኣብ ኣንቢሩ ከዓ ኣታ ሳውል ሓወይ እቲ ክትመፅእ ከለኻ ኣብ መገዲ ዝተረኣየካ ጎይታ ኢየሱስ ክትርእን መንፈስ ቅዱስ ክመልኣካን ናባኻ ልኢኹ ንበሎ ክመልኣካ ስለዚ ጳውሎስ ኣምላኽ ብሃናንያ ገይሩ ንጳውሎስ መንፈስ ቅዱስ መሊእዎ ብዚ ስለዚ ሃናንያ መንፈስ ቅዱስ ካብቶም ዝመልኡ ሰባት ተባሂሉ ሌበል ተገይሩሉ ኣብ ዝኸዶ መንፈስ ቅዱስ ይመልእ ማለት ዶ ኣይኮነ ጎይታ እዩ ልኢኽዎ ብዚ ጎይታ ተሊኣኽካ ክትገብር ትኽእል ኢኻ ጎይታ ጎይታ ልኢኽኒ እኳ እዩ ዝበሎ ጎይታ ኢየሱስ ክርስቶስ ክትርእን መንፈስ ቅዱስ ክመልኣካ ናባኻ ልኢኽኒ ኢልዎ ማለት እዩ ስለዚ ንክስቶ ክስቶ ጸልየሉ መንፈስ ቅዱስ ክምላእ እተይልካ ጎይታ ትብል እስኻ ግን መንፈስ ቅዱስ መላእ ኢኻ ማለት ኣይኮነ ስፔሻል ሰብ ኢኻ ማለት ግን ኣይኮነ ኖ ስፔሻል ስፔሻል ጎይታ ኢየሱስ ክርስቶስ እዩ ማለት እዩ እቶም ስፔሻል ኻ ብኦምታቶም ዝጥቀም ከዓ እሳቶም ስፔሻል ማለት ኣይኮኑ በቃ ኣት ዛት ፖይንት ኦፍ ታይም ንዓኣቶም ክጥቀም መሪፁ ጎይታ በርሶም ስፔሻል ፊው ፒፕል ገለኹም ይክነ ሃናንያ ወደ መዝሙር እዩ ዝብሎ መፅሓፍ ቅዱስ ሃዋርያም ኣይኮነን ማለት እዩ ወደ መዝሙር እዩ ዲቮትድ ክርስቲያን እዩ ዛትሰዋል ኣምላክ ተጠቂምሉ እግዚኣብሄር ከም ድላዩ ገይሩ እዩ ዝጥቀም ማለት እዩ ቀዳማይ ቆሮንጦስ ምዕራፍ 12 ከመይ መንፈስ ቅዱስ ከም ሰርሕ ርኣዩ ግብሪ ሓይሊ ድማ በበይኑ እዩ እቲ ኣብ ኩላቶም ዝገብር ኣምላኽ ግና ሓደ እዩ እቲ ዝገብር መን እዩ ኣብ ኩላቶም ዝገብር ኩሉ መን እዩ ኣምላኽ እዩ ሰባት ኣይኮኑን ሓደ እዩ ግናኸ ነፍሲ ወከፍ ኢሉ ምግላፅ መንፈስ ንጥቕሚ ይወሃቦ እዩ መን እዩ ዝህቦ ክንርኢ ኢና ንሓደ ቃል ጥበብ ብመንፈስ ይወሃቦ ነቲ ሓደ ቃል ፍልጠት በቲ ሓደ መንፈስ ስለዚ ቃል ጥበብ ብመን እዩ ዝወሃብ ብመንፈስ ኣብዚ ኣሕ ዘሎ ብሰባት ኣይኮነን መንፈስ ቅዱስ መንፈስ ቅዱስ ሰባት ክጥቀም ይኽእሉ የስ ግን ትወሃቢ መንፈስ ቅዱስ ሰባት ኣይኮነ ቃል ጥበብ ካልጥ ፍልጠት በቲ ሓደ መንፈስ ኦኬ ንሓደ ግና እምነት በቲ ሓደ መንፈስ ንሓደ ድማ በቲ ሓደ መንፈስ ናይ ምፍዋስ ውህበት ይወሃቦ ንሓደ ከዓ ግብረ ሓይል ንምግባር ንሓደ ከዓ ትንቢት ንሓደ ምልላይ መናፍስቲ ንሓደ በበይኑ ዓይነት ቋንቋታት ንሓደ ድማ ምትርጓም ቋንቋታት ይወሃቦ እዚ ኩሉ ከዓ እቲ ሓደ መንፈስ ከም ዝደለዮ መን መንፈስ ቅዱስ ከም ዝደለዮ ተደልዩ መዝሙር እናሰማዕኹም ክመልኣኩም ይኽእል ተደልዩ ሰባት ክጥቀም ይኽእል እቲ መንፈሰ እቲ ሓደ መንፈስ ከም ዝደለዮ ገይሩ ንነፍሲ ወከፍ ገግዲኡ ናብ መቐለ ዝገብሮ ትወዲያ መንፈስ ቅዱስ እዩ ከም ዝደለዮ ገይሩ ዝገብር ከም ዝደለዮ ከም ዝደለዮ እዩ ዝገብር ስለዚ መንፈስ ቅዱስ ገለገለ ሰባት ተጠቂሙሎም ማለት ብቀደድሕርቶም ሰባት ከም ግሉ ንጣበቕ ማለት ኣይኮነን ምስ ሰብ ኣይትጣበቕ ምስ ጎይታ ተጣበቕ ምስ ጎይታ ተተጣቢቕካ ጎይታ ሰባት ተጠቂሙ ክሰርሓልካ ይኽእል እዩ ግን ምስቶም ሰባት ንክትጣበቕ ኢሉ ይኮነን ጎይታ እዩ ዝመልእ ጎይታ ተዘይደልዩ ይብለካ ኣሎ ዋላ ሃይል ኣኖይንቲንግ ኣብ ፊስቶ ዝተለቕለቑ ኣኖይንትድ ሰባት ኢዶም ኣይኮነን ኢዶም እግሮም ዋላ ንሶም ተፃዒኖምኻ ዋላ ሓንቲ ትኸውን ኢኻ እንታይ ክትከውን እቲ መንፈስ ከም ዝደለዮ እቶም ሰባት ከም ዝደለይዎ ኣይኮነን መንፈስ ቅዱስ ዝዕድሉ ስፔሻል ሰባት ተዝህሉ ዳሞ ናብቶም ሰባት ናኸና ዘይንምላእ መንፈስ ቅዱስ ከም ዝደለዩ እዩ ማለት እዩ ግብረ ሃዋርያት ምዕራፍ 13 ኣብዚ ጳውሎስ መንፈስ ቅዱስ መሊእዎ ማለት እዩ ዳሕረ ግብረ ሃዋርያት ምዕራፍ 13 ፍቕዳ ፍቕዲ ትሽዓተ ኸኣ ራዩ ግብረ ሃዋርያት ዓሰርተ ሰለስተ ፍቕዲ ትሽዓተ ኸኣ ራዩ ፍቕዲ ትሽዓተ ግና ኤልማስ ጠንቋል ስሙ ከምኡ ይትርጎም እሞ እቲ ምስለኔ ካብ ምእማን ክመልሶ ደልዩ ተቃውሞ ጳውሎስ ክሰብኽ ከሎ ማለት እዩ እቲ ጳውሎስ ዝተሰመየ ሳውል ግና መንፈስ ቅዱስ መሊእዎ ጠመቶሞ ዋው ካልኣይ ግዜ ከዓ ጳውሎስ ኣብቲ ሃናንያ መሊእዎ ኣብዚ ከዓ መሊእዎ መንፈስ ቅዱስ በዓሉ ምክንያቱ መንፈስ ቅዱስ ከም ዝደለዮ ኢኻ ትምላእ ሰባት ከም ዝደለይዎ ኣይኮነን ስለዚ እዚ ምምላእ መንፈስ ቅዱስ ዝበሃል ወይ ከዓ መንፈስ ቅዱስ ምውራድ ዝበሃል ኤክስፒሪየንስ ቀፃሊ ብ ህይወትና ዝኸውን እዩ ማለት እዩ እዚ ማለት ግን መንፈስ ቅዱስ የብልናን ማለት ኣይኮነን ስለዚ ናብ ግብረ ሃዋርያት ምዕራፍ ሸሞንተ ክመልሰኩም ግብረ ሃዋርያት ምዕራፍ ሸሞንተ እንታይ ማለት እዩ ሰማርያ ቃል ኣምላኽ ደኣ ተቐቢላ እምበር እዩ ብለና መፅሓፍ ቅዱስ ራይት ኣብዚ ራዩ ኦኬ ብስም ጎይታ የሱስ ክርስቶስ ደኣ ተጠሚቖም እምበር መንፈስ ቅዱስ ገና ኣብ ሓደ ካባታቶም እኳ ኣይወረደን ነበረ ዝብሎ ብዛዕባ እቲ ዱናሚስ ብዛዕባ እቲ ሓይሊ እዩ ዝዛረብ ዘሎ መንፈስ ቅዱስ የብሎምን ማለት ኣይኮነ እንታይ ደኣ ሓይሊ ኣይተቐበሉን ነይሮም ስለዚ ጴጥሮስን ዮሃንስን ወሪዶም መንፈስ ቅዱስ ምእንቲ ክቕበሉ ጸለዩሎም እዩ ዝብል ጸለዩሎም እምበር ዓደልዎም ኣይኮነን ዝብል ጸልዮምሎም ክትጽሊ ከለኻ ኣምላኽ እዩ ከም ዝደለዮ ገይሩ ዝሰርሕ ጴጥሮስን ዮሃንስን ዝገበርዎ እንታይ እዩ ጸልዮምሎም ማለት እዩ ዳት ሲምፕል ኣዜት ማለት እዩ ምስ ጸለዩ ኢሎም መንፈስ ቅዱስ ተቐበሉ ይብለና ማለት እዩ እዚ ኩሉ ግዜ ኣብዚ ሕጂ ሰማርያ ኣብዚ መንፈስ ቅዱስ ተቐቢሎም ማለት ኣኺልዎ ማለት ኣይኮን ቀፃሊ ከዓ መንፈስ ቅዱስ ይምሉ እዮም ማለት እዩ እዚ እንታይ እዩ ሓይሊ እዩ ማለት እዩ ስለዚ ስምዖን መንፈስ ቅዱስ በቲ ምንባር ኣደ ሃዋርያት ከም ዝተዋህበ ምስ ረኣየ ከዓ እቲ ኢደይ ዘንብረሉ መንፈስ ቅዱስ መን ተቐበል ንዓይዲ ከዓ ስልጣን ዝሃቡን ስለዚ መንፈስ ቅዱስ ምሰንበሩሎም ኦቭየስሊ ወይ ብቛንቋታት ጸሌም ኣሎ ወይ ተነቤም ኣሎ ዝኾነ ጴጥሮስ ስምኦን ርእይዎ ማለት እዩ ዝረአ ነገርሲ ርእዩ ማለት እዩ ስለ ዘይረአ ሂድን ዝኾነ ነገር ዘይኮነስ ምስ ጸለይሎም ዝኾነ ነገር ዝኾነ ክህሉ ክእል ማለት ምክንያት ስምዖን ርእዎ ዝኾነ ነገር ከም ዝኾነ ማለት እዩ ስለዚ እዚ ጥቕሲ ወሲድና ኣማኒ ኮይኑስ መንፈስ ቅዱስ ዘይብሉ ክኸውን እዩ ዝብል ሓሳብ ክንዘራሕ ይንኽእል ኢና ማለት እዩ እቲ ዘሆል ካውንስል ኦፍ ጋድ ኣይተረዳእናን ኣሎ ማለት እዩ ስለዚ እዚ መንፈስ ቅዱስ ምውራድ መንፈስ ቅዱስ ምቕባል መንፈስ ምምላእ ዝብል ኮንሰፕት ኮንቲኒስሊ ዝኸውን እዩ ኣብ ሂወት ኣማኒ ማለት እዩ ምክንያቱ ኣብዚ ወላ ነቶም ብክርስቶስ ኢየሱስ ኣሚንና መንፈስ ቅዱስ መሊእና ብመንፈስ ቅዱስ ተሓቲምና ዘለና ሰባት መፅሓፍ ቅዱስ ብወይኒ ኣይትስከሩ ይብል ምሽ ራይት ነገር ግን እንታይ ይግበሩ ኢሉ መንፈስ ይምላእኹም። ምእንቲ እዚ ፍቓድ ጎይታ እንታይ ምዃኑ ኣስተውዕሉ እምበር ዓያሹ ኣይትኹኑ። ዝርገት ኣለዎ እሞ ብወይኒ ኣይትስከሩ። ግናኸ ኢሉ ብመዝሙርን ምስጋናን ብመንፈሳዊ ቅኔ ብልብኹም ንጎይታ እናተቐነኹምሉ እናደረስኩምሉ ንሓድሕድኩም እናተዛረብኩምን ኢቨን እናተዛረብኩም ናይ እግዚኣብሔር ቃል ባይብል ስታድ እንዳገበርኩም መንፈስ ይምላእኹም ኢሉ መንፈስ ይምላእኹም እሞ መንፈስ የብልናን ማለት ኣለካ መንፈስ ምምላእ ማለት መንፈስ ክመላእካ ከሎ ብዛዕባ ክትቅበሉ ዘለካ ሓይሊ ማለት እዩ ንፀሎት ሓይሊ ንኣገልግሎት ሓይሊ ንምንባር ሓይሊ ሓጎስ ሓይሊ መንፈስ ቅዱስ በቃ መንፈስ ይመላእካ ማለት እዩ ስለዚ ኩሉ ግዜ እንታይ ግበሩ መንፈስ ይምላእኹም ኢሉ ማለት እዩ ስለዚ ጎይታ ኢየሱስ ክርስቶስ ምስ ተቐበልና ኢሚዲየትሊ እቲ ፐርሰን ዝኾነ መንፈስ ቅዱስ ኣብ ውሽጥና ኣሎ ማለት እዩ መንፈስ ቅዱስ ስለ ዘለና እንታይ ኢና ውሉድ ኢና ንሕና መንፈስ ቅዱስ ስለ ዘለና ንሕና እንታይ ኢና ናይ እግዚኣብሔር ዋንነት ኢና መንፈስ ቅዱስ ስለ ዘለና ቤት መቕደስ ኣምላኽ ኢና መንፈስ ቅዱስ ስለ ዘለና ምስ ኣምላኽ ሕብረት ኣለና መንፈስ ቅዱስ ስለ ዘለና ኣቦ ኣቦ ኢልና ንፅውዕ መንፈስ ቅዱስ ስለ ዘለና ድሒና ኢና መንፈስ ቅዱስ ክመልኣና ከሎ ከዓ መንፈስ ቅዱስ ብኣና ተጠቂሙ ከዓ ሓይልታት ይገብር ወይ ብቋንቋታት ዲና ክንፅሊ ወይ ክንትርጉም ዲና ወይ ክንበ ዲና ወይ ክንፍውስ ዲና ወይ ግብርታት ከዓ እዚ ከዓ ምምላእ ኢልዎ ኣሎ ስለዚ ኣብ ሰማርያ ጎይታ ኢየሱስ ክርስቶስ ምስ ተቐበሉ መንፈስ ተቐቢሎም እዮም እቲ ሓይሊ ግን ሃዋርያት ምስ መፁ ከዓ ሓይሊ ተቐቢሎም ማለት እዩ እዚ ኤክስፔሪንስ እዚ ከዓ ኣብ ግብሪ ሃዋርያት ሙሉእ እንታይ ትገብርዎ ኢኹም ማለት እዩ ትርእይዎ ኢኹም ማለት እዩ ካልእ ዝለዓል ሓሳብ ግብረ ሃዋርያት ምዕራፍ ዓሰርተ ትሽዓተ ዘለዉ መንፈስ ቅዱስ ደይብሎም ኣመንቲ እዮም ተባሂሎም ከዓ ዝግለፁ ኣለዉ ማለት እዩ ንዓኣቶም ክንርኢ እሞ ብድሕሪኡ ሕቶ ተሎ ሕቶ ክበል እየ ማለት እዩ ግብረ ሃዋርያት ምዕራፍ ዓሰርተ ትሽዓተ ኣብዚ ማለት እዩ ጳውሎስ ኮነ ድማ ኣጵሎስ ሶሪ ኣብ ቆሮንጦስ ከሎ ጳውሎስ በቲ ላዕላይ ሃገር ሓለፈ ናብ ኤፌሶን መጽ ሓያሉ ደቀ መዛሙርቱ ድማ ረኸቦም ምስ ኣመንኩምሲ መንፈስ ቅዱስ ዶ ተቐቢልኩም በሎም ይብለና ስለዚ ኣመንቲ ኮይኖምሲ መንፈስ ቅዱስ ዘይብሎም ኣለው ዝብል ሓሳብ ሕጂ ካብዚ ዝጠቕስ ይወፅእ ማለት እዩ ንሳቶም ከ ኣይፋልናን መንፈስ ቅዱስ ከም ዘሎካ እኳ ኣይሰማዕናን ኢሎም መለሱሉ ይብለና ዋ ንሱ ከዓ በየናይ ጥምቀት ዳኣ ተጠሚቕኩም ኢልዎም በሎም ንሳቶም ብን ብናይ ዮሃንስ ጥምቀት በልዎ ሽዑ ጳውሎስ ይብል ዮሃንስ በቲ ብድሕሪኡ ዝመፁ ማለት ብኢየሱስ ክርስቶስ ከኣምኑ ነቶም ህዝቢ እናነገረ ጥምቀት ንስሓይ ዘጥመቐ በሎም ስለዚ ዮሃንስ ብኢየሱስ ከኣምኑ እዩ እጅዞም ደቀ መዛሙርቲ ብዚ ናይ መን ደቀ መዛሙርቲ እዮም ናይ ዮሃንስ ደቀ መዛሙርቲ ኮያ ናይ ዮሃንስ ጥምቀት እዮም ካተጠሚቖም ብክርስቶስ የሱስ ኣሚኖም ድም ኣያመኑን እንታይ ከኣምኑ ደኣ ጳውሎስ ታይ ኣሎ ዮሃንስ በቲ ድሕሪኡ ዝመፅእ ማለት ብየሱስ ክርስቶስ ከኣምኑ ነቶም ህዝቢ እናነገረ ጥንቀት ንስሓ እዩ ዘጥመቐ በሎም እዚ ምስ ሰምዑ ይብል ብስም ጎይታ የሱስ ክርስቶስ ተጠምቁ ይብለና መዓስ እዮም ኣሚኖም እዚኦም ኣብ ቀዳይ ክፍለ ዘመን ሰብ ከኣምንን ክጥመቕን ሓደ እዩ ማለት እዩ ከምዚ ከማና ኣሚኑስ ጎይታ ትምህርቲ ድሕነት ተማሂሩ ትምህርቲ ዕቤት ተማሂሩ ገለ ይኮነ ንጥመቕ የእምንዎም የጠምቕዎም ሽዑ ከኣ ኢሚድየትሊ ማለት እዩ ግብረ ሃዋርያት ምዕራፍ ክልተ ከድኩም ትርእይዎ ትኽእሉ ኢኹም ግብረ ሃዋርያት ምዕራፍ ሸሞንተ እቲ ስሉብ ኢትዮጵያዊ ንኸይጥመቕ እንታይ ይኽልክለኒ ኢልዎ ብምሉእ ልብኻ እንተ ኣሚንካ ይኾነልካ ኢልዎ ስለዚ ምስ ኣመኑ እዮም ዝጥመቑ ስለዚ ኣብዚ ብስም ጎይታ የሱስ ክርስቶስ ተጠምቁ እዚ ምስ ሰምዑ ብስም የሱስ ክርስቶስ ተጠምቁ ስለዚ እዚ ምስ ሰምዑ ብጎይታ የሱስ ክርስቶስ ኣሚኖም ሽዑ ተጠሚቖም ማለት እዩ ስለ ብስም የሱስ ክርስቶስ ኣሚኖም ክጥመቑ ከሎ ብዝሀ መንፈስ ቅዱስ ኣለ ውሉድ ኮይኖም እዮም ኣብዚ ማለት እዩ ሾ ጳውሎስ ኢዱ ምስ ኣንበረሎም መንፈስ ቅዱስ ናባታቶም ወረደ እያ ትብል ኣተወ ኣይኮነትን ስለዚ መንፈስ ቅዱስ ኣብ ውሽጥና ዝመፅእ ብእምነት እዩ ኣብ ውሽጥና ዝሓድር ብእምነት እዩ ምስ ኣመና ወንጌል ማለት እየ ኣብ ውሽጥና ይሓድር ማሕደር መንፈስ ቅዱስ ንኸውን ኣብ ልዕሌኻ ምስ ወረደ ግን እንታይ ኢኻ ትኸውን ሽዑ ብቋንቋታት ተዛረቡን ተነበዩን ዛትስ ዋይ ሓደ ሰብ ብቛንቋታት ስለ ዘይጸለየ መንፈስ ቅዱስ የብሉን ማለት ኣይኮነን። መንፈስ ቅዱስ ኣለዎ። ኦኬ ሓደ ሰብ ስለ ዘይንበ መንፈስ ቅዱስ የብሉን ማለት ኣይኮነን። መንፈስ ቅዱስ ኣለዎ ኣይኮነን። መንፈስ ቅዱስ ኣለዎ። መንፈስ ምውራድ ገለመለ ዝብል ሓሳብ ብሂወት ክሳዕ ዘለና ኩሉ ግዜ ኤክስፒሪየንስ ንገብሮ ነገር እዩ። ሃዋርያት እውን ኩሉ ግዜ ኤክስፒሪየንስ ዝገብርዎ እዮም ማለት እዩ ስለዚ መንፈስ ቅዱስ ክመልኣካ ከሎ ወይ ክትንበድ ኢኻ ንኣብነት ኤልሳቤጥ መንፈስ ቅዱስ መልኣ እሞ ሽዑ ተነበየት ይብለና ዘካርያስ መንፈስ ቅዱስ መልኦ እሞ ሽዑ ተነበየ ይብለና ማለት እዩ እዚ ማለት ዳግም ተወሊዶም ማለት ኣይኮነን ምምላእ ዝብል ሓሳብ ንዝኾነ ዕዮ ንስራሕ ንሓይሊ ንገለ ነገር ንምግባር ኣብ ልዕሊ ኢኻ ዝመፅ እዩ ስለዚ ጳውሎስ ኢዱ ምስ ኣንበረሎም መንፈስ ቅዱስ ናባታቶም ወረደ ሽዑ ብቋንቋታት ተዛረቡን ተነበዩን ይብል ማለት እዩ ሽዑ እቶም ሰባት ኩላቶም ዓሰርተ ክልተ ዝኣኽሉ ነበሩ ይብለና ማለት እዩ ክብሪ ንኣምላኽ ይኹን ስለዚ እዚ ክልተ ኤክስፔሪንስ ሪኦም ኣለኹም በበይኑ ስለዚ ሰብ እዚ ኩሉ ኣይገብርን ማለት ሓይሊ ኣብ ሂወቱ ኣይግለፅማ መንፈስ ቅዱስ የብሉና ይኮነ መንፈስ ቅዱስ ዝህልወና ውሉድ ክንከውን ከለና ኢና ማለት እዩ ፕራይዝ ጋድ እቲ ምምላእ ዝብል ሓሳብ ግን ቀፃሊ ኣብ ሂወትና ንገብሮ እዮም ሓደ ሓደ ግዜ ኮንፈረንስ ከድና መንፈስ ቅዱስ ይመልኣና ኣብኡ ክንበ ንኽእል ኣብ ቋንቋታት ክንፅሊ ንኽእል ኣብኡ ግብረ ሓይለ ክንገብር ንኽእል ገለመለ እዚ ምምላእ ዝብል ሓሳብ ቀፃሊ ኣብ ሂወትና ንገብሮ እዩ ማለት እዩ ሓደ ሓደ ግዜ መንፈስ ቅዱስ ተዘይመሊእና ዶርማንት ክንከውን ኣምላኽ ምሳና ዘየለ ክሳዕ ዝስማዕና ክንከውን ንኽእል ኢና ከም ኣመንቲ እዚ ማለት ኣምላኽ ኣባና የለን ማለት ኣይኮነ እንታይ ደኣ እቲ ሓይሉ እቲ ህላውነቱ ኣይነስተማቕሮን ኣለና ማለት እዩ ተረዲኹምኒ ስለዚ እዞም ክልተ ኤክስፒሪየንስ መጽሓፍ ቅዱስ ንጹር ገይሩ እዩ ዘቐምጦም፣ ንጹር ጌርና ከዓ ክንርድኦም ኣለና። ዝኾነ ሰብ መጺኡ መንፈስ ቅዱስ የብልኩምን እንድሕር ኢሉኩም ኣለኒ እዩ ዝበሃል ማለት እዩ። ክብሪ ንኣምላኽ ይኹን።